ኣብ ሲሚንቶ ዓብይ ናይ ዋጋ ለውጢ ሎማዓንቲ ተገይሩንዮ ብተወሳኺ እውን ሓድሽ ናይ ዋጋ ቆርቆሮ ሒዘልኹም መፂኒ እኹ ስለዚ ብዛዕባ ቲንዲኖ ሓሸዋ ፀፀር ብሎኬት ለለውን ዕዳጋ ሎማዓንቲ ክነግረኩም እየ ኹልኹም ግን ቕድሚ ምጅማርና ብልተኽኣለ መጠን ንዚ ቪድዮ እዙይ ላይክ ናጎርኹም ጀምርዎ ላይክ ምግባር ማለት ናብ ብዙሕ ሰብ ክበፅሕ ስለልሕግዞ ኸዚ ቕድሚ ምጅማርና ላይክ ጎሩ ስለዚ ሰብስክራይብ እውን ተገይርኹም ዓሰርተ ክልተ ሽሕ ነክንኣቲ ንእሽተይ ሰባት ኢና ንቐሪ ስለ ሰብስክራይብ እውን ጎሩ ቀጥታ ናብ ፕሮግራመይ ክሓልፍ እየ ንቐጽል ኩልኹም ኣብ ኮሜንት ብልትጥየቑኒ መሰረት ናይ ዕለት ክንደይ እዩ እዚ ጸብጻብ ዋጋ ዝተኢልኩምኒ ሎማዓንቲ ዕለት 28 ወርሒ ሓደ 2018 ዓ ም ረቡዕ መዓልቲ እዩ ሓድሽ ናይ ሎማዓንቲ እዩ ማለት እዩ ስለዚ ቴንጂኖ ክንደይ የምለሎ ሎማዓንቲ ቅድሚያ ንርኣ በዓል ሸሞንተ ሸሞንተ ሚእቲ ሰላሳ ሓሙሽተ ቅርሺ እናተሸጠ ይርከብ በዓል ሸሞንተ ሸሞንተ ሚእቲ ሰላሳ ሓሙሽተ በዓል ዓሰርተ ድማ ሓደ ሽሒ ሰለስተ ሚእቲ ሓምሳ ቅርሺ እናተሸጠ ይርከብ በዓል ዓሰርተ ክልተ ለለ ሓደ ሽሒ ሸሞንተ ሚእቲ ስሳይ እናተሸጠ ይርከብ በዓል ዓሰርተ ክልተ 1860 በዓል ዓሰርተ ኣርባዕተ ድማ 2610 በዓል ዓሰርተ ኣርባዕተ 2610 በዓል ዓሰርተ ሽዱሽተ ድማ ናብ መወዳእታ 3330 እናሸጠ ይርከብ ማለት እዩ ብዙዕ ዕዳጋ እዚ ንብረታት ምግዛእ ተደልዩኹም ስልኪ ኣባየውን ኢኩም ደው ኢልኹም ምንግጋር ትኽእሉ ኢኹም ማለት እዩ ግን ኣብዚኣ ቅድሚያ ክነገርኩም ደሊ ሰብ ተሃልዩ ወኪል ዘይብልኩም ኣብ ውሽጢ ዓዲ ወይ ክገዘልኹም ንኽእል ትራንስፈር ገንዘብ ክገብር ዝኽእል ሰብ ተሃሊኩም ብልተኽኣለ መጠን ምድዋል ተተቋርፁ እዩ ልሕሽ ማለት እዩ ምክንያቱ ምንም ጥቕሚ የውልኝ ሰብ ወኪል ዘይብልኩም ኣብ ውሽጢ ዓዲ ንብረታት ግዘለይ ማለት ብጣዕሚ ዘይኮን ነገር እዩ ማለት እዩ ስለዚ ብልተኽኣለ መጠን ወኪል ለለኩም ቤተሰብ ለለኩም ክኾን ኒኦዎ ማለት እዩ ስለዚ ንብረታት ግዘእልና ኢልኩም ትጥየቑ እንተለኹም ቤተሰብ ወኪል ጌርኩም ኢኹም ትድውለልኩም ማለት እዩ ኣነ ድማ ብታ ወኪል ልጎርኹሞ መሰረት ተጋኒና ክኾን ይኽእል እዩ ወይ ድማ እሱ ትራንስፈር ገይርለይ ንብረት ገዚአ ናብ ደስ ለልኩም ቦታ ክልኸልኹም ይኽእል እየ ማለት እዩ ስለዚ ንምግዛእ ተደሊኹም ስልኪ ኣባይኑ ኢኩም ደውልለይ ከዚ ቀፂለ ንሕልፈኩም ከዚ ናብ ናይ ቆርቆሮ ልዑል ዕዳጋ ኢና ንሓልፍ ማለት እዩ ቆርቆሮ ክንደይ ወፂሑ ልብል ንርአ ማለት እዩ ስለዚ ሰለስተ ፈረቃይና ኣርባዕተ ፈረቃይ ኢና ንርኢ ዕዳጋ ሎማዓንቲ ናይ ሰለስተ ፈረቓይና ኣርባዕተ ፈረቓይ ማለት እዩ ስለዚ ብሰለስተ ፈረቓይ ፍየል ዓርኪ ፅላል ዝበሃሉ ቆርቆሮ ኢና ነግኒ እዞም ሰለስቲኦም እዚኦም ኣብ በዝሒ ኣብ ከተማ መቐለ እናቸጦ ዝርከቡ ቆርቆሮታት እዮም ብሰለስተ ፈረቓይ ማለት እዩ እዞም ቆርቆሮ እዚኦም ዓርኪ ፅላል ፍየል ዋግኦም እውን ብጣዕሚ ቆንጆ ዝበሃል እዩ ካብ ካልኦቶም ብበዝሒ ሰብ ዝመረፀሎም ምክንያት ዋግኦም እውን ኣፎርድ ምጓር ልከኣል እዩ ወይ ድማ ንምግዛእ ብጣዕሚ ቆንጆ ዝኾነ ዕዳጋ እኒኦ ማለት እዩ ስለዚ ክንደይ ኒኦት ኢልኹምኒ ኣርኪ ብሰለስተ ፈረቓይ ሸሞንተ ሳላሳይ እናተሸጠ ይርከብ ኣርኪ ቆርቆሮ ብሸሞንተ ሚእቲ ሳላሳ ቅርሺ እናተሸጠ ይርከብ ፅላል ድማ ሽዱሽተ ሚእቲ ሰብዓይ ፅላል ሽዱሽተ ሚእቲ ሰብዓይ ኣርኪ ሸሞንተ ሳላሳይ ፍየል ድማ ሽዱሽተ ሚእቲ ሱሳይ እናተሸጦ ይርከቡ ማለት እዩ እዞም ቆርቆሮ እዚኦም ንሓፀሩ ምጥቃም ትኽእሉ ኢኹም ወይ ድማ ገና መሬት ገዚኹም ንምክላል ተደሊኹም እዞም ቆርቆሮ እዚኦም ብጣዕሚ ተመረፅቲ ቆርቆሮ እዩ ማለት እዩ ግዜኹም ምውሳድ ተደሊኹም ስልኪ ኣባይ ሪኢኩም ናብ ስለልኩም ቦታ ክልኸልኩም ይኽእል እየ ደውሉለይ ማለት እዩ ካሊእ እውን ከዚ ኣርባዕተ ፈረቃ ኢና ንርኢ ኣርባዕተ ፈረቃ ይኸ ታይ እኒኦ ሓድሽ ነገር ተልኩምኒ እዚ ከዚ እውን እንሪኦ ብፅላልና ፍየል እዩ ኣብ ከተማ መቐለ ውስኽ ሰዓት ፅላል ፍየል ኣዋሽ ብበዝሒ እናተሸጡ ዝርከቡ ቆርቆሮታት እዮም ስለዚ ፅላል ኣብዚ ከሰዓት በርባዕተ ፈረቃይ ሓደ ሺ ክልተ ሚእቲ ሓምሳ እናተሸጠ ይርከብ ፅላል ቆርቆሮ ሓደ ሺ ክልተ ሚእቲ ሓምሳ ቅርሺ እናተሸጠ ይርከብ ፍየል ድማ ሓደ ሺ ሰላሳይ እናተሸጠ ይርከብ እዚ በርባዕተ ፈረቃዩ ፍየል ሓደ ሺ ሰላሳይ ፅላል ድማ ሓደ ሺ ክልተ ሚእቲ ሓምሳይ እናተሸጡ ይርከቡ እዚ ማለት ንላዕሊ ቆርቆሮ ሽፋን ቆርቆሮ ንምጥቃም ተደልዩኹም ኣርባዕተ ፈረቓይ ርጉድ ዝበለ ብኬጂ እውን ሓሪፍ ዝኾነ ሰላሳ ክልተ ምጥቃም ትኽእሉ ኢኹም ንሓሸ ተደልዩኹም ማለት እዩ ስለዚ መግዛእ ተደልዩኹም ደውለይ ቆርቆሮ ማለት እዩ ስልኪ 0997 02 61 09 ኢልኩም ምድዋል ትኽእሉ ኢኹም ተደልዩኹም ማለት እዩ ስለዚ ከዚ ቀፂለ ንሕልፈኩም ናብ ናይ ሲሚንቶ ዕዳጋ ንረአ ሓሽዋይ ትጸሪ ዋጋ ርኢና ፕሮግራምና ነጠቐልና ማለት እዩ እስቲ ቅድሚያ ግን ብዛዕባ ሓሽዋይ ትጸሪ ታዮ ሓድሽ ነገር ልብል ንርአ ማለት እዩ ሓሽዋ ውስኺ ሰዓት ብጣዕሚ ብዙሓት ሰባት ናወሰድኹም ትርከቡ ብፍላይ ንሰብዓ ካሬ ንዳግማ ምሳል ብጣዕሚ ብዙሓት ሰባት ናገዛእኹም ትርከቡ ውስኺ ሰዓት ብጣዕሚ ቆንጆ ዝኾነ ዕዳጋ እዩ መፂኡ ኒኦ ውስኺ ሰዓት ክልተ ዓይነት ዋጋ እዩ መፂኡ ኒኦ ናይ ሓምሳ ሰለስተ ሽሕና ናይ ሓምሳ ሽዱሽተ ሽሕ ክልተ ዓይነት ዋጋ እዩ ሒዞ መፅኡ እኒኦ ሓሸዋ ማለት እዩ እዚ ማለት እቲ ፃዕዳና እቲ ቀይሕ ኣፈላለይ ከም ዘለዎ ትፈልጡ ኢኹም እቲ ፃዕዳ ሓምሳ ሰለስተ ሽሕ እኒኦ ንሓደ ሲኖትራክ ማለት እዩ ሓሸዋ ማለት እየ ሓምሳ ሰለስተ ሽሕ እቲ ፃዕዳ እቲ ቀይሕ ድማ ሓምሳ ሽዱሽተ ሽሕ እናተሸጠ ይርከብ ስለዚ ኣዩ ኢና ንገዝእ ተልኹም እቲ ቀይሕ ኣነ ይመርፀልኹም ምክንያቱ ብጣዕሚ ቆንጆ ዝበሃል ብዙሓት ኮንትራክተራት ሰብ ሙያ ዝደልይዎ እቲ ቀይሕ ሓሸዋ እዩ ናይ ዓብዪ ዓዲ ወይ ድማ ተንቤን ቆንጆ ዝኾነ ዕዳጋ ዘለዎ ብጣዕሚ ቆንጆ እውን ተመራፂ ሓሸዋ ደርከብ ኣብኡ ስለዝኾነ ሓምሳ ሽዱሽተ ሽሕ እኒኤኩም ትቐይሕ ማለት እዩ እቲ ፃዕዳ ግን ሓምሳ ሰለስተ ሽሕ ንሓደ ቢያጆ ንሓደ ስኖትራክ እናተሸጠ ይርከብ ስለዚ ንምግዛእ ተደሊኹም ብዚ ዋጋ እዚ ኒዮ ስልኪ ደውለይ ማለት እዩ ፀፀር ከ ክንዲ ንእትልኩምኒ ፀፀር እውን ብተመሳሳሊ ሓምሳይ ክልተይ ኒዮ ሓምሳይ ክልተ ሽሕ እቲ ፃዕዳ ኒውስ እውን እቲ ፃዕዳ ፀፀር እቲ ፍሩይ ንመሀደም ልኾን ብፃዕዳ 52 ሽሕ ነይኩም እቲ ፀሊም ድማ እስካብ 56 ሽሕ ስውን እናሸጠ ይርከብ ማለት እዩ ስለዚ ናብዲ ስለለኩም ቦታ ኣብ መቐለ ዙርያ ዘለኹም ብፍላይ ብዙ ዋጋ እዚ ወሲድኹም ምግዛእ ትኽእሉ ኢኹም ማለት እዩ ስልኪ ኣባዮ ነይኩም ደውሉ ከዚ ናብ ናይ ሲሚንቶ ዕዳጋ ንረአ እሞ ፕሮግራም ነጠቃልል ማለት እዩ ስለዚ ሲሚንቶ ክንደይ ንእልል ድማ ንረእስቲ ስሚንቶ ሎማዓንቲ ብጣዕሚ እዩ ለገርም ዋጋ ሒዙ ወፅዮ ምክንያቱ ኣብ ዝሓለፈ መዓልታት ብጣዕሚ ቀኒሱ ኢሉ ብዙሓት ሰባት ተሓጒሶም ብዙሕ ሰብለ ብጣዕሚ ናገዛእኹም ነርኹም ናብ ዝተፈላለዩ ቦታታት እውን ናወሰድኹም ነርኩም ኸዚ ግን ታይ ምክንያቱ ዘይተፈለጠ ብጣዕሚ ለገርም ዋጋ ሒዙ ወፅዮ ክንደይ ወፅሑ ተልኹምኒ ድማ ስሚንቶ ካብ በሪ ሽሒ ሓደ ሓምሳይ ሱሳይ ከባቢ እዮ ካብ በሪ ማለት እዩ ክልተ ሚእቲ ዕስራ ኩንታል ንክትወስዱ ተደሊኹም ብሽሒ ሓደ ሓምሳይ ሱሳይ ከባቢ ምውሳድ ትኸእሉ ኢኹም ኣብ በሪ ማለት እዩ እዚ ብበዝሒ ክኾን ተሎ እዩ ኣብ ቸርቻሮ ግን ሽሒ ክልተ ሚእቲ ሎማዓንቲ ኣብ ክታ ምቕለ እናቸጠ ውዒሉ እኒኦ ሎማዓንቲ ሲሚንቶ ምክንያቱ ኣይተፈለጠን እዮ ኣብ ሓደ ዝተፈላለዩ ገዛታት ጠይቐ ነይረ እዚ ዋጋ እዚዮም ነጊሮምን ማለት እዩ ስለዚ ትቐንስ ዶ ትውስኽ ዶ ትብል ነገር ኸዝለ ዝፈለጠት ነገር ኢላይ ቅድሚኡ ኢሎ ነጊረኩም ነይረ እያ ቀኒሳና ኣለ ተጠቐሙላ እዛ ዕዳጋ እዚኣ ልክትግነ ትኽእል እያ ኢለ ብዙሓት ሰባት ብውሽጢ መስመርና ኣብዚ ሚድያ እዚ ተናጊረ ነይረ እያ ብዙሓት ሰባት ገዚእኹም ኢኹም ደስ ዝብል ነገሩ ብዙሓት ሰባት ናገዛእኹም ወሲድኹም ኢኹም ለይፈለጥኹም ለለ ሽሕ ቅርሺ ትኾን እዋ ሽሕ ቅርሺ ዘይኮነት ለለ ኣይንገዝእ ናበልኹም ነይርኹም ግን ኸዚ ሽሒ ክልተ ሚእቲ መፅዐን እያ ማለት እዩ ስለዚ ብዛ ዋጋ እዚኣ ንገዘ እናተልኹም ፅቦ ገዚኦኹም ውሳድ ትኽእሉ ኢኹም ግን እስቲ ንረእዮ እዚ ዕዳጋ ከዘለለ ዝተረጋግዕና ተቐነሰ ኢልኹም ለለ ፅቦ ይትኾንኩም ለለ ምፅባይ ትኽእሉ ኢኹም ማለት እዩ ስለዚ ላለሞ ዓይነት ዕዳጋ ሲሚንቶ ግን ሽሒ ክልተ ሚእቲ ዊዕላያን እያ ማለት እዩ ስለዚ ብለይ መውሰዲ ለሎ እዩ ናብ ዝተፈላለዩ ከተማታት ትግራይ ንምውሳድ ተደሊኹም ትራንስፖርት ናይ መኾኒ ናይ ተንቤን ናይ ወቕሮ ናይ ዝተፈላለዩ ከተማታት ትግራይ ተደሊኹም ብውሽጢ መስመር ምንጋር ትኽእሉ ኢኹም ኣነ ድማ ትራንስፖርት መፅዕና እንደ ብለሎ ጠራሪቀ ክልኸልኹም ይኽእል እየ ማለት እዩ ስለዚ ደውሉ ስልኪ ኣባዩ ነይኩም እዩ ናይ ሎማዓንቲ ነበረ ዕዳጋ ናዚ ይመስል ኣብ መወዳእታ ዝሓልፈልኩም ፕሮግራም ካብ ሰብዓ ካሬ ጀሚሩ ሚተር በዓይ 250 እዩ ኣርባዕተ ሚእቲ ካሬ ንድርጅት እውን ተደሊኹም እስከ ኣርባዕተ ሽሕ ካሬ ዝተፈላለዩ ዝወጡ ገዛውቲ እኒውና ንምግዛእ ተደሊኹም ደውሉ ቆንጆ ዝኾነ ዕዳጋ ነጋኒኩም ንኽእልና ማለት እዩ ከተማ መቐለ ዘለኹም ሰባት ብፍላይ ንምግዛእ ትደልዩ ማለት እዩ ኣብዚ ሕዚ ሰዓት ኣብ መቐለ ኢንቨስት ጌርካ ገንዘብካ ኣብ መቐለ ቦታታት ገዚእካ ምቕማጥ ብጣዕሚ ወሳንነት ኣለዎ ትፈልጡ ኢኹም ምክንያቱ ድማ ድሓረ ምውሳኹ ስለ ዘይቐሪ ኣብዚ ዓመት መወዳእታ ዝኮነ ይኽእል እዩ ወይ ፍርቂ ደጊመ ክሸጦ እየ ትልኩም ባዕሉ ብጣዕሚ ዓብዪ ዝኾነ ዋጋ ስለ ዝውፀልኩም ብዝተኻእለ መጠን ኣብ መቐለ ኢንቨስት ትገብሩ መሬታት ኣብ መቐለ ተትገዝኡ ዝሓሸ ነገር ትረኽቡ ትኽእሉ ኢኹም ክብል ይደሊ ማለት እዩ ስለዚ እተፈላለዩ ብዛዕባ መሬት ኢንፎርሜሽን ሕጋዊ ዝኾነ ስራሕ ተደሊኹም ዕዳጋ መቐለ ተመራፂ ምግባር ትኽእሉ ኢኹም ስልኪ ድማ 099702 ሱሳ ሓደ ዘሮ ትሽዓንተ ኢልኹም ምድዋል ትኽእሉ ኢኹም ኣነ ድማ ልሓሽ ዕዳጋ ከጋነየኩም እየ ማለት እዩ ኩለኹም ግን ከም ተኻእለ መጠን ህዝለ ላይክ ሼር ሰብስክራይብ ምግባርኩም ኣይትረስዑ ኣብ ምናጋ ወይ ድማ ድሕሪ ናጋ ለሎ ፕሮግራመይ ብናይ ቀለም ቦዶፎን ዋጋታት ተመሊሰ ክመፀኩም እየ ኩልኹም ላይክ ሼር ሰብስክራይብ ጎዲኹም ሰላም ንዓኻትኩም ይኹን ደቂ ዓደይ ብጣዕሚ ለለኩም ፍቕሪ ብጣዕሚ ለመስግን ኩልኹም ቻው